ስም እግዚኣብሔር ኣምላኽ ይመስገን ጎይታ ኸኣ ይርዳኣና ሰብ ምስ እግዚኣብሔር ሕብረት ብምግባር ጥራይ እንድዩ ናይ ሓቂ ናብራ ክነብር ዝኽእል ብዙሕ ሳዕ ንእግዚኣብሔር ኣብ ህይወትካ ግዜ ምሃብ እቲ እንኮን ቁልፊ ናይ ህይወት ናይ ወዲ ሰብ ብጸጋን ብመንፈስን ንኽነብር ዝረድኦ እዩ። ሰብ ምስ ኣምላኽ ግዜ እንተዘይብሉ መንፈሳዊ ናብራ ካብቲ ህይወት ሰብ እንዳተወገደ እዩ ዝኸይድ። መንፈሳዊ ናብራ ካብ ህይወት ሰብ እንተድኣ ተወጊዱ ሰብ ተራ ሰብ እዩ ዝቕየር። ብድሕሪኡ ብዛዕባ ኣምላኽ ክሓስብ ካብቲ ናይ እግዚኣብሔር ዓለም ወጺኡ ሕልሚ እዩ ዝኾኖ ጽውጽዋይ እዩ ዝኾኖ ምክንያቱ ጉዕዞ ክርስትና ብመንፈስ ኣምላኽ ጥራይ ስለዚ መጽሓፍ ቅዱስ እንታይ ኢልና ምስለኩም መንፈስ ኣይተጥፍኡ ናብራ ብመንፈስ ህይወት ብመንፈስ ተደኣልያትናስ ብመንፈስ ከኣ ንመላለስ ኢሉ እታ ህይወትሲ ብመንፈስ እያ ተዋሂባትና ብመንፈስ ተደኣሊና ከኣ ብመንፈስ ክንመላለስ እዩ ኣምላኽ ዝደልየና እዚ እዩ ምስ እግዚኣብሔር ሕብረት ክትገብር ዝረድኣካ ምስ ኣምላክ ክትከይድ ድሕግዘካ ኩሉ ሳዕ ብመንፈስ ክመላለስ ዝደሊ ሰብ ኩሉ ግዜ ሪስቶር እንዳኾነ ካብቲ ዝጎደሎ ሪስቶር እንዳኾነ ሂወቱ እንዳመለእት ካብቲ ዝጎደሎ ኩሉ እንዳወጸ ናብ በረኽቲ እንዳደየበ ናይ ንስሪ ናብራ እዩ ዘሕልፍ ንፋሳት ዘይምልከቶ ንፋስ እንተነፈሰ ውሕጅ እንተወሓዘ ነታ ቤቱን ሓቢሮም ተደፍእዋስ ኣብ ከውሒ ተሰሪታ እያ ሞይተ ነቓነቕትን ከምዝብሎ ከምኡ ንፋሳት ኩሎም ከም ንስሪ ንላዕሊ እምበር ንታሕቲ ዘይብርኹ ዓይነት ሰብ እንዳኾንካ ኢኻ ትኸይድ። ኩሉ ግን ካበይ ኢድ ይጅምር ተኢልና ሕብረት ምስ ኣምላኽ ብምግባር እዩ። ሕብረት ብቀሊሉ ከይመጽእ ይኽእል እዩ። ዋጋ ዘኽፍል እውን ክኸውን ይኽእል እዩ። ኣምላኽ እውን ንሰብ ይብሎ እዩ ግዜ ዓዲግኩም ምሳይ ተመላለሱ ይብል እዩ። ግዜ ዓዲግኩም ከመይ ከም እትመላለሱ ተመልከቱ ኢኹም። ዓዲካ ንግዜ እዩ ከምዚ ንሓደ ስራሕ ክትሰርሖ ካብ ግዜ ወጻኢ ክትሰርሖ ዘይትኽእል ምስ ኣምላኽ ሕብረት ክትገብር ከኣ ካብ ግዜ ወጻኢ ምስ ኣምላኽ ሕብረት ክትገብር ኣይትኽእልን ኢኻ ካብዚ ግዜ ዝወጻእ ኮንካ ምስ ኣምላኽ ክትመላለስ ተደኣ ኮንካ ፍጹም ናብ መንፈሳዊ ዓለም ዝደየብካ ወይ ድማ ኣብ መንፈስ ዓለም ትነብር ሰብ ጥራይ ክትኮን ኣለካ እምበር ኣብ ትሕቲ ፀሓይ ንዘሎ ኩሉ ግዜ ኣለዎ ልዕሊኣ ክትከይድ ትኽእል ፋትራ እዩ ብመንፈስ ክትመላለስ ተኺኢልካ ጥራይ እዩ ኣውት ኦፍ ታይም ክትነብር ትኽእል። ካብ ግዜ ወጻኢ ዝኾነ ህይወት ምስ እግዚኣብሄር ሕብረት ክትገብር ትጅምር። ስለዚ እንታይ ክብል ደልየ ግዜ ከይሃብካ ንኣምላኽ ሕብረት ኣይርከብን እዩ። ግዜና ብጣዕሚ ፋክተር እዩ ንህይወትና። ዝገርም እዩ ንሰብ ከምቲ መጽሓፍ ቅዱስ ዝነግረና ንኹሉ ነገር ግዜ ኣለዎ። ንኹሉ ነገር ግዜ ስለ ዘለዎ ንኹሎም እቶም ግዜ ዘለዎም ነገራት ክትቅድሞም ኣምላኽ ይደልየና እዩ። ንኹሎም ዝቀደምካዮም ሰብ ክትከውን that's why ግዜ ዓዲግኩም ከም ዓያሹ ዘይኮነ ከመይ ከም ለባማት ከም እትመላለሱ ተመልከቱ ኢኹም። ኣብቲ ጭራሕ ምራሕ ትዝክርዎ እንዲኹም ነቒሐን ከምዚ ዓይነት ንቕሓት የለን ክዕድጋ ኢለን ከይደን። Out of time እየን ካብ ግዜ ወጺኤን እየን ሰብ መጺኡ ኮርኪብወን ግዜ ዓዲ ግና ከም ለባማት ክንመላለስ ዘለና ከም ዓያስ ዘይኮነ ክንመላለስ ዘለና ኩሉ ነገር ኣብ ኢድና ስለ ዘይኮነ እዩ ክንምልከት ይደሊ እዩ ጎይታ ሽዑ ቅንያቱ ክፍዩ ስለ ዝበለ ብዛዕባ ጥራይ ክንሓስብ ኣይደልን እዩ ኩሉ ብግዜ ስለ ዝልካዕ ግዜ ኣብ ህይወትና ዓቢ ነገር ምዃኑ ተረዲእና ግዜ ዓዲግና ምስ ኣምላኽ ክንመላለስ እዩ ዘለና። ምኽንያቱ ንኹሉ ግዜ ክህልዎ ከሎስ ንሰብውን ባህ ዘይብሎ መዓልቲ ኣሎ ኢሉና። ንሕና ከኣ ጥዑም ኢና ንደሊ ጽቡቕ ኢና ንደሊ ከም ሰባት። ስለ ጽቡቅ ዝደሊ ሰብ ከኣ ኩሉ ግዜ ግዜ ንኣምላኽ ክህቦ ኣለዎ። ኣብ ግዜ ዝተበለጸልካ ነገር ከይህሉ ክትጥንቀቅ ኣምላኽ ይደሊ። ግዜ ብዝተፈላለዩ መንገዲ እዩ ዝውሰድ ብስራሕ ጥራይ ኣይኮነን ዝውሰድ። ግዜ ብብኽነት ከኣ ይውሰድ እዩ። በኺንካ ትውዕል። ተባኽኖ ንግዜኻ ናይ ለይቲ ግዜኻ ብኹን ናይ ቀትሪ ግዜኻ ብኹን ይኸውን ኣብ ኩሉ ሰይጣን ከባኽኖ ይጅምር ንግዜኻ ኣብ ግዜ ክንባኽን ተደኣ ጀሚርና ኣብ ህይወትና ንባኽን ከም ዘለና ክንፈልጥ ኣምላኽ ይደሊ እዩ ትባኽን ከም ስርዓት ትጠፍእ ማለት እየ ትባኽን ግዜኻ እንተ ጠፊኡ ከይተጠቐምካሉ እንተድኣ ጠፊኡ እንታይ ሒዝልካ ክመጽእ ይኽእል ግዜ ኣይትፈልጦን ኢኻ። ንኹሉ ነገር እግዚኣብሔር ግዜ ኣቐሚጥሉ ስለ ዘሎ። ግዜ እንታይ ሒዝልካ ይመጽእ ትፈልጦ ነገር ስለ ዘይብልካ ንግዜ ክንቀድሞ እግዚኣብሔር ይደሊ። ግዜ ምፍላጥ ንህይወት ሰብ ክሳብ ክንደይ ወሳኒ እዩ ረኣይዎ። ጻጸ እኳ መግቡ ብግዜ ሓጋይ እዩ ዘዳልዩ። እይ ክረምቲ ከም ዝመጽእ ይፈልጥ እዩ። ሓረስታይ እውን መዓስ ይሓርስ ይፈልጥ እዩ። ኩሉ ሲዝን ከም ዘሎ ንኹሉ ግዜ ከም ዘሎ ይፈልጥ እዩ። ኩሎም ገግዜኦም ፈሊጦም ድሕር ዝዓዩ ኮይኖም ንሕና ከኣ ግዜና ክንፈልጥ ኣምላኽ ይደልየና። መቸም ከምዘን ደቂሰን ዝጸንሓ ሞጭራሕምራሕ ምስ ኮነ ዝብህርራ ወይ ዝነቕሓ ወይ ዝትስኣ ሰባት ክንኮን ኣምላኽ ኣይጽበየናን። እሱ እዩ ፈሊጡ እግዚኣብሄር ብዛዕባ ግዜ ውን ዝምህረና። ግዜ ጌርካ ጥራይ ኢኻ ኣምላኽ ትረኽቦ። ግዜ ሂብካ ጥራይ ኢኻ ንኣምላኽ ትደልዮ። ካብ ግዜ ወጻኢ ንኣምላኽ ክትረኽቦ ኣይትኽእልን ኢኻ። ግዜ ዋጋ ከፊልካ ንግዜ ዓዲግካ ንግዜ ተጠቂምካ ምጽላይካ ደይትረፈካ ጸሊካ ኣብ ረብሓ ኣውዒልካ ከይባኽን መታን ብዝተፈላለየ መንገዲ ስለ ዝብላዕ ግዜና ግዜ እንተ ዘይተጠቂምካሉ ከይተረዳእካ ካብ ናይ እግዚኣብሔር ዓንኬል የውጽኣካ እዩ እቲ ግዜ ባዕሉ እየ ኢለኩ ከይዱ ከይዱ ካብቲ ናይ እግዚኣብሔር ዓንኬል የውጽኣካ እሞ ንህይወትካ ኣብ ካልእ ትረኽባ ግዜ እንተ ተጠቒምካሉ ከኣ ከምኡ ከም ንስሪ በኸናፍ ክትበርር ትጅምር። ንኹሉ ግዜ ኣብ ረብሓ እንዳ ውዓልኩም ኢልና ኢኹም ዘሎ ግዜ ብረብሓ እንድሕር ደኣ ይውዕላሉ ኮይኑ ግን ሓደ መዓልቲ ኣብ በረኽቲ ነብስኻ ትረኽባ ኢኻ። ስለዚ ንኹሉ ግዜ ኣለዎ። ግዜ ሒዙልና ዝመጽእ ነገር ኣብ ህይወትና ክህሉ ግን ክንፈቅድ የብልናን። ስለ ዝኾነ ኢና ግዜ ክንዕድግ ዘለና። ከመይ ከም እትመላለሱ ሕጂ ተመልከቱ ኢልና። ከም ለባማት፣ ከም ዓያሹ ዘይኮነ። ተመልከቱ፣ ረኣዩ ኢኹም ኢልና። ጐዮም ተነቒፎም ኣብ ዘመን የሱስ ክርስቶስ ጐይታ ክመጽእ ከሎ ነቲ ግዜ ዘይፈለጥዎ ኩሉ ይምርምሩ ነዚ ዘመን ደኣ ደይትምርምርዎ ኢሎም። ግዜኹም ደኣ ደይትምርምርዎ ኢልዎም። ስለዚ ግዜና ፈሊጥና ምስ እግዚኣብሄር ክንመላለስ ኣምላኽ ይደሊ። ብጣዕሚ ግዜ ክንከፍል ኣለና ዋጋ ክንከፍል ኣለና ኣብ ግዜ ግዜ ክንዕድጎ ኣለና። ደኺመ እንድየ ኣይሰርሕን እዩ ምኽንያቱ ከምቲ ንስጋ መብልዕ ዘድልዮ ኢልና ኣሎ መጽሓፍ ቅዱስ። ንስጋ መብልዕ ከም ዘድልዮ እንድሕር ንፈልጥ ኮይንና ንመንፈስኪ ክንብል ኣምላኽ ይደሊ እዩ። ንህይወትኪ ክንብል ኣምላኽ ይደሊ እዩ። ቀዳምነት ህይወት እምበር ስጋ ኣይኮነን። ነቲ ቀዳማይ ቀዳማይ ክንገብሮ ብዛዕባኡ ክንሓስብ ኣምላኽ ይደልየና እዩ። ቀትሪ ክሓስበካ እንዲ ኢልዎ ለይቲ ከዓ ክዝክረካ ከለኹ ሪዛልት እኮ ኣለኹ እቲ ግዜ ብረብሓ ምውዓሉስ ሪዛልቱ ነጊርና ነፍሰይ ከም በንጉዕ ብስብሒ ትጸግብ ኢልዎ። ግዜኻ እንተበሊዑ ከኣ ነፍስኻ ከም በንጉዕ ብስብሒ ደይኮን ትጸግብ ትቑንቁን እያ። ትቑንቁን። ብደውካ ትቑንቁን ብደውካ ትኣርግ። ንኤፍሬም ክወቕሶ ከሎ እግዚኣብሄር ከምኡ ኢልዎ፣ ኤፍሬምሲ ዘይተገምጠለ ቅጫ ኢልዎ። መቸም ቅጫ ዘይተገምጠለ ከም ዘይብላዕ ትፈልጡ ትኾኑ። ሓይሉ ጋይሽ በልዕዎ እዩም ንሱ ከኣ ዘይፈልጦ ኢልዎ። ጸጉሩ ስቤት ተነዚሕዎ ኢሉ ንሱ ከኣ ዘይፈልጦ። ኩሉ ነገር ተሓዋወሶ ሰብኣይ ነይሩ። ሰይጣን ሓይልና ከይበልዓና ግዜና ኣብ ረብሓ ክነውዕል እግዚኣብሔር ይርድኣና። ብጣዕሚ ግዜ ኣብ ረብሓ ውዒሉ ዘይወዓለን ቸክ ክንገብር ኣምላኽ ይደልየና እዩ። ሕብረት ምስ ኣምላኽ ብኡ ጥራይ እዩ ዝርከብ። ሰብ ሪስቶር ዝኸውን ብጊዜ እዩ ክነግረኩም ካብ ዝጎደለካዮ ትወጽእ ናብ በረኽቲ ትድይብ ሂወትካ ተዕሪ ብጊዜ ጥራይ እዩ ጊዜ ትዕድጎ እንተ ኮንካ ጥራይ እዩ ንጊዜ ትፈልጦ ጥራይ እንተ ኮንካ ጥራይ እዩ ኳድራን ለኻኺቶን ንጊዜ ይፈልጦ ኢሉ መጽሓፍ ቅዱስ ጊዜ ይፈልጣ ኣይገርመኩምን ሲዝን ክቕየር ከሎ ሓደ ሓደ ግዜ ሲዝናት ክቕየሩ ከለዉ ወቕትታት ክቃየር ከሎ እንስሳ ይደናገሩ ሽዑ ኣብ ሓሳቦም ይደናገሩ ግዜ ይከታተሉ እዮም ንግዜ ይፈልጥዎ እዮም ኩነታት ሪኦም ዓዲ ይቕይሩ እዮም ንዓና ከኣ ኣምላኽ ይዘክረና። ግዜ ናብ ረብሓ እነውዕል ሰባት ክንከውን ኣምላኽ ይሓግዘና። ብኡ ጥራይ ኢኻ ሪስቶርድ ትኸውን። ክነግረኩም ዝጎደለ ህይወት ዝጎደለ መንፈስ ኣይኮንኩን ጥራይ ዝብለኩም ዘለኹ። መንፈስ ክጎድለካ ክበዝሓልካ ይኽእል እዩ። እሱ ኣይኮንኩን ዝብል ዘለኹ። ኣብ ህይወት ክትጎድልን ክትውስኽን ሚስጥሩ ግዜኻ ኣብ ረብሓ ምውዓል እዩ። ጊዚኡ ኣብ ረብሓ ዘውዕል ሰብ መንፈስ ይጉደሎ ይብዛሓዮ ቦትኡ ኣይለቅቅን ጊዜ እንተ ደኣ ኣባኺናዮ ግን ጊዜ እንተ ደኣ ጠፊእና ግን መጀመርታ ኣብ ምንታይ ንወድቕ መስለኩም ኣብ ጸጋ ምክንያቱ ጸጋን መንፈስን ኩሉ ጊዜ ምስ ጊዜ እዩ ዝኸይድ ክንድቲ ንኣምላኽ ዘለካ ጊዜ ክንድኡ መንፈስ ኣለካ ክንድኡ ከኣ ጸጋ ኣለካ ምስ ኣምላኽ ብዝኾንካዮ ግዜ ብእኡ መጠን መንፈስ እንዳመልኣካ እዩ ዝኸይድ መንፈስ ይምላእኩም ከኣ ኣሎ እዩ ምስ ኣምላኽ ብዝወዓልካዮ ምስ ኣምላኽ ግዜ ብዝወሰድካዮ መጠን ኣምላኽ ብዝሓሰብካዮ መጠን ነፍስኻ ከም በጉዕ ብስብሒ እንዳጸገበ እዩ ዝኸይድ ጸጋ እንዳረኸብካ ኢኻ ትበዝሕ ትኸይድ ግዜኻ እንድሕር ክብላዕ ጀሚሩ ግን ብትኽክል ጸጋኻ ተበሊዑ መንፈስካ ተበሊዑ ትሪኦ ጎዲልካ ነብስኻ ትሪኣ ስለዚ ካብ ሎሚ ሪስቶሬሽን የድልየኒ ኢልኩም ክትኣምኑ ጽቡቕ እዩ ሪስቶሬሽን ብጣዕሚ እዩ ዘድሊ ኣብ ጉዕዞና እዘን ሰለስተ መዓልቲ ንዓና ሓያላት መዓልቲ እየን። ግዜ ባኺንና ኢና። ግዜኹም ከመይ ይብላዕ ከም ዘሎ ክትርእዩ ኣለኩም። ብምንታይ እዩ ክትካእ? ንግዜ ግዜ ዓዲግካ ጥራይ ኢኻ ትትክኦ። ነቲ ዝጠፍአ ተኪእካ ጥራይ ኢኻ ተርክቦ። ኣብ ቅድሚት ዘለዋ መዓልትታት ክጥቀመለይ ጥራይ ኣይኮንካን ትብል። እንታይ ኢልዎ ኣብ ኢሰያስ ንጉሰ ኣሶር ከይርከበካ ከሎስ ቀልጢፍካ ዝመት ፈጢንካ ከኣ ማርኽ ኢልዎ ኢፍ ኖት ግን ከርክበካ ክኢል ክትፈጥነሉ ዘለካ ኣሎ ክትጎየሉ ዘለካ ግዜ ኣሎ ንግዜ ትቀዳደሞ ኢኻ እምበር ግዜ ደው ኢሉ ይጽበካን ግዜ ተጸቢ ይፈልጥን እዩ ንሰብ ዘመናት ንሰብ ተጸቢየሞ ይፈልጡን እዮም ግዜ ንሰብ ተጸቢዎ ይፈልጥን እዩ ሰብ እዩ ነቲ ግዜ ዓዲጉ ክንቀሳቐስ ዘለዎ። ሰብ እዩ ነቲ ግዜ ብረብሓ ኣውዒሉ ክነብር ዘለዎ። ሽዑ እዩ ሕብረትና ምስ ኣምላኽ እንዳ ዓበየ ይኸይድ። እንታይ ማለት መስለኩም? ግዜ ንኣምላኽ እንዳ ሃብካዮ ተመጺኻሲ እግዚኣብሔር እንዳ ገዛኣካ ይመጽእ። ኣምላኽ ንህይወትካ እንዳ ወነነ ይመጽእ። ኣምላኽ እንዳ ገዛኣካ እንተድኣ መጺኡ ንሰይጣን ከምቲ ዓቢዎ ፍለጦ። ኣነ ዶ ዓቢ ንስኻ ኣይትብሎን ኢኻ ሽዑ ንሰይጣን። ኣምላኽ ግዜ ብዝሃብካዮ መጠን ስለ ዝገዝኣካ ንኣምላኽ ተገዝእዎ ሽዑ ንድያብሎስ ተጻረርዎ ማለት ንኣምላኽ ዝተገዝአ ሰብ ንድያብሎስ ዝተጻረረ ሰብ እዩ። ንኣምላኽ ከይተገዛእካዮ ንድያብሎስ ተጻሪርካዮ ተጻሪርካዮ ኣይሰምዓካን እዩ። ነገር ግን ንኣምላኽ እናተገዛእካዮ ምስ መጻኻ ምስ ኣምላኽ እንዳኾንካ ምስ መጻኻ ዕቤት እግዚኣብሄር ኣባኻ ክርኢ ይጅምር ሰይጣን ከይጸለኻ ድጸለኻ ሰብ ትኾኖ ኪድ ከይበልካዮ ተጥፍኦ ሰብ ዓይነት ትኾኖ እዚኦም ባሮት ልዑል ኣምላኽ እዮም ክትብሉ ጀሚረ ንበዓል ጳውሎስ ናይ ጠንቋላ መንፈስ ቁልሕ ኢል ጠቢት እግዚኣብሄር ይግናሕካ ኢሉ ክጠፍእ ዘለዎ መንፈስ እዩ ነይሩ ምስ ኣምላኽ ግዜ እንተዘይብልና ግን ከሲርና ኣለና። ከሲርና ከም ዘለና እንተፈሊጥና መጀመርያ ጓሂ ድመጽእ ኣብ ልብና እግዚኣብሔር ምሕረት ሃበኒ ኢና ንብል። ትሕት ክንብል ኢና ንጅምር። ናብ ሪስቶሬሽን ኢና ነቕንዕ። እግዚኣብሔር ሪስቶር ግበሮ ናብ ህይወተይ ንህይወተይ ንምባል ኢና ነቕንዕ። እግዚኣብሔር ደግፈኒ እግዚኣብሔር ሓግዘኒ ምክንያቱ ናብቲ ንቡር ናይ ጸሎት ሓይሊ ትስእኖ ናብቲ ንቡር ብመንፈስ ምምላስ ትስእኖ ናብቲ ንቡር ናይ ጸጋ ህይወት ትስእኖ ኩሎም እዚኦም እንተ ደኣ ከሲርካዮም ሰይጣን ክመጸካ ከም ዝኽእል እሞ ከም ዝሕመቐካ ክርዳእካ ይጀምር ንጳውሎስ እኮ ይስሕቶ ነይሉ ንእስኹም ግን መን ኢኹም ኢልዎ ንሕና ደኣ እቲ ጳውሎስ ሰብ እኮ የሱስ ዋእ ተባለ እቲ ዒብ ሕሚቕዎ እሞ በሉ ሕጂ ንዕኦም ጥራይ ዘሕምቖም ዝመስሎ ሰብ ኣሎ ኣምላኽ ኣብ ህይወትካ እንተዘየሉ ፍጹም እዩ ዘይፍርሓካ ሰይጣን እሕምቑ እየ ይብል ክድንድነካ ይጅምር ክድንድነካ ከሎ ካብ ኩሉ ይመጽእ ተደልዩ ብቆልዑ ብደቅኻ ይመጽእ ተደልዩ ብኣኻ ይመጽእ ተደልዩ ብስድራኻ ይመጽእ ብወትሩ ድንድነካ ይጅምር ኣምላኽ ግን ይደልየና ምስኡ ሕብረት ክንገብር እሞ ካብ ኩሉ ቦታ ክንሰጎ ይደሊ ካብ ኩሉ ቦታ ብኣፍካ ይኮንካ ትሰጎ ብምንባር ጥራይ ኢኻ ትሰጎ እዚ ከዓ ግዜ ንእግዚኣብሔር ብምሃብ ጥራይ እዚ እኮ እዩ ዋና እዩ ግዜ ህይወትና ንብል እኮ እግዚኣብሔር ስለ ዘድልየና እዩ ዋና እዩ ንብሎ ንእግዚኣብሔር እዩ ግዜ ንብል እግዚኣብሄር ማለትና ኢና። ንኹሉ እኮ ግዜ ኣለዎ፣ ንኹሉ ግን ክንቅድሞ ንብለ። ንኹሉ ግዜ ኣለዎ ስለ ዝበለ መጽሓፍ ቅዱስ ኣብ ኩሉ ግዜ ግዳይ ክንከውን ኣምላኽ ኣይደልን እዩ። ደቂ ቆራሕ እኮ ሰው ኢሎም ኣይኮን ኣራጢጦም ከምኡ ኢሎም። ደቂ ቆራሕ ናይ ጸሎት ሰባት ምንባሮም መጽሓፍ ቅዱስ ይነግረና እዩ። ንዓና ኢሎም ጀሚሮም ኣምላኽ መውቅዕ መዕቆብን ሓይልን እዩ በቃ ደስ እዩ ዝብሎም ምድሪ እንተንቀጥቀጠት ይብሉ ሕጂ ማያታ እንተዓፈረ እንተተገምጠለት ንሕና እኮ የፈርሕ ኢና ኢሎም ሓቁም ዝተሓሒዞም እዮም ኣምላኽ ንዓና መዕቆብን ሓይልን እዩ በይኖም እግዚኣብሄር ከም ዘዕቅቦም ፈልጡ እዮም ኦረዲ ኣብቲ ፅላል ኣብቲ ዳስ እዮም ዘለዉ እግዚኣብሄር ጽላልኩም ይኹን ይምርቐኩም ኣለኹ ምኽንያቱ ናብዚ ህይወት እዚ መታን ክትኣትዉ በቃ ኣብቲ ዳስ ነብር መንፈስ እግዚኣብሄር ዘለዎ ቦታ ይኾነልካ መንፈስ እግዚኣብሄር ግዝኣት እኮ እዩ ካብቲ ቦታኻ ተበጊሱ ሲ እግዚኣብሄር ንከባቢኻ ክገዝእ ይጅምር ንእኩያት ሰባት ክገዝእ ይጅምር ሰይጣን ከምዘይ ዓየ ይገብሮ ኣምላኽ ብእዮብ ደስ ከም ዝበሎ እሞ ከዘክረኩም፣ እዮብ ድማ ቅኑዕ፣ ጻድቕ፣ ንኣምላኽ ዝፈርህ ትሑት ሰብኣይ ነይሩ፣ ኣብ ምድሪ ኡጽ ኢልዎ። ቃል ኣምላኽ እኮ እዩ ከምዚ ዓይነት ሰብ እዩ ነይሩ ኢልዎ። ስለዚ ብዛዕብኡ እንዳስተማሰለ ዝነብር ሓደ ጸላኢ ኣሎ ሰይጣን የስተማስል ጥራይ ንዕዑ ደኣ ሓጺርካዮ እንዲኻ እንዳበለ እግዚኣብሔርሲ ግዜ ንዝህብዎ ሰባት ዝርእዮም ብምንታይ ከም ዝሓጽሮ ሰይጣን ይርኢ ነይሩ ሓጺርካዮ እንዲኻ ይብልዎ ብምንታይ ክንኣቱ ናብኡ ደኣ ሓጹር ኣምላኽ ንደሊ ኢና ግዜ ግን ንእግዚኣብሔር ኣይንወይና ከበባ ኣምላኽ ንደሊ ኢና ንኣምላኽ ግን ግዜ ይንቦይና ኣምላኽ እንታይ እዩ ገይርሉ ተልኩም ብጣዕሚ ዓቢ ነገር እዩ ገይርሉ ንእዮ ርኣይዎ እኮ ኢሉ ስሙ ንኣጋሪ ኣብ ጠስሚ ክኣትዋ ከላ ከመይ ዓይነት ህይወት ይመርሕ ነይሩ ረኣይዎ ተኸቢቡ ዝነብር ብጸጋ ዝተሸፈነ ሰብ እዩ ነይሩ ኪድ ሃሰስ ክትብሎ ስጋብ ኣብዚ ፈቒደልካ ኣለኹ፣ ስጋብ ጥሪቱ ፈቒደልካ ኣለኹ፣ ስጋብ ከምዚ ፈቒደልካ ነፍሱ ግን ከይትትንክፍ ዝብል እግዚኣብሔር ነይሩ። ኣምላኽ እዩ ዘፍቅድ ነይሩ እምበር እዮብ ሕጹር እዩ ነይሩ፣ ምኽንያቱ ምስ እግዚኣብሔር ግዜ ነይርዎ እቲ ሰብኣይ። ምስ ኣምላኽ ግዜ ይሃልወና ሽዑ'ዩ ሓጹርና ዝድልድል ሽዑ'ዩ በረኸትና ዝበዝሕ ሽዑ'ዩ ሰላምና ዝምለስ ሽዑ'ዩ ዕረፍትና ዝዓቢ ሽዑ'ዩ ግዝኣት ናይ እግዚኣብሔር ካብ ሕይወትና ዝጅምር እግዚኣብሔር ዝተመስገነ ይኹን ስለዚ ንግዜ ንቐድሞ ንኹሉ ግዜ ንቐድሞ ንኹሉ ግዜ እንጂ ዘለዎ ንኹሉ ግዜ ዘለዎ ነገር ግን ንቐድሞ እሂ ግዜ ንእግዚኣብሔር ምባል ምስ እግዚኣብሔር እግዚኣብሔር ኣይጎየይ ዝቅድሞ ግን የብሉን ከም ዝበሃል ምስ እግዚኣብሔር ተሊካ ኩሉ ግዜ ቀዳማይ ኣለካ እዩ ዝብለካ ኣምላክ ሪስቶሬሽን የድልየ እዩ ህዝቡ ሪስቶሬሽን የድልየና እዩ ብጣዕሚ ሪስቶር ክንከውን የድልየና እዩ ሕብረት ምስ ኣምላኽ የድልየና እዩ ግዜ ከይሃብካ ሕብረ ስለ ዘይመፅእ ግን ግዜ ንኣምላኽ ንምሃብ ግን ንቑረፅ ግዜ ንኣምላኽ እንተድኣ ሂብካዮ ናብ እግዚኣብሄር ኣእወኹ ትብል እሞ ንስኻ መለሰለይ ኢኻ ትብል ሽዑ ንእግዚኣብሄር ግዜ ስለ ዝሃብካዮ ንኣምላኽ ዕድል ስለ ዝሃብካዮ ምስ ኣምላኽ ስለ ዘለኻ ካብ ርሑቕ ኣይኮንካን ትጽበዮ ኩሉ ግዜ ምስኡ ትጸንሕ ግዜ የድልየና እዩ ምስ ኣምላኽ ብጣዕሚ ግዜ የድሊ ሪስቶር ንምዃን ግዜ የድሊ መንፈስ ንምሓዝ ግዜ የድሊ ጸጋ ንምሓዝ ግዜ የድሊ እዩ በዚ ኩሉ ምሕረት እግዚኣብሔር ንኹላህና ይዘክረና። ናትና ውሳኔ ግን እዚ ይኹን። ንኹሉ ግዜ ኣብ ረብሓ ምውዓል ኣውድዮ ዲኻ ክትሰምዕ ስሩዕ ግዜ ክህልወካ፣ ክትጽሊ ዲኻ ስሩዕ ግዜ ክህልወካ፣ ገጹ ዲኻ ክትደሊ ስሩዕ ግዜ ክህልወካ፣ ክትማልድ ዲኻ ክትጽሊ ስሩዕ ግዜ ክህልወካ፣ ኣምላኽ ይደሊ። ነቲ ምሳኹም ዘሎ ስርዓት ጌርካ ንእግዚኣብሔር ድለዮ ከም ዝምችኣካ ኣይትኹን በልዎ። ስርዓት ዘለዎ ናይ እግዚኣብሔር ግዜ እንድዩ ንብሎ ይሃልወና ኣብቲ ናይ እግዚኣብሔር ግዜ መታን ከይንዕምፅ እዚ ግዜ ናይ እግዚኣብሔር ግዜ እዩ ንብሎ ክህልወና ኣለዎ ኣብኡ ዋላ ምስ እግዚኣብሔር ደቂስካ ይሓይሽ ኣብኡ ዋላ ብድኻም ምስ እግዚኣብሔር ይሓይሽ ነጊረኩም እየ መንፈስ ናይ ምርካብን ዘይምርካብን ጉዳይ ኣይኮነን መጀመርያ መጀመርያ ግዜ ንእግዚኣብሔር ምሃብን ልብኻ ናብ እግዚኣብሔር ምውሳድን ርድኣኒ ምባል እዩ። እሱ ንቕጥቁጥን ስቡርን ልቢ ስለ ዘይንኣቕ መንፈስ ሂብካ ብጣዕሚ ስለ ጸለኻ ጸለኻ ክመስለካ ስለ ዘይብሉ ጸጋ ሂብካ ብጣዕሚ ስለ ጸለኻ ጸለኻ ክመስለካ ስለ ዘይብሉ እንታይ ደኣ ብልብኻ ትጓዓዞ ጉዕዞ ምስ እግዚኣብሔር ክርኢ ይደሊ። ኣምላኽ ከም ትብል እግዚኣብሔር ክርእየካ ይደሊ። ንኣምላኽ ዝኸውን ኩሉ ግዜ ዘለካ ሰብ ኮንካ ክርእየካ እግዚኣብሔር ይደሊ። ነፍስና ግደኣ እግዚኣብሔር ምዃኑ ክተረጋግጽ እግዚኣብሔር ይደሊ። ነፍሰይ ግደ እግዚኣብሔር እዩ ክትብል ኣለዋ። ነፍስኹም ግደ እግዚኣብሔር እዩ ክትብል ኣለዋ። ቀዳምነት እግዚኣብሔር እዩ። ቅድም ኣምላኽ እዩ። በዚ ጥራይ ኢና ሪስቶር ክንከውን ዝክእል ግዜ ንኣምላክ ከይሃብካ ሪስቶር ኣይክወንን ክነግረኩም ዝባከነ ግዜ ሎማዓንቲ መንፈስካ ክባክን እንተ ሪኢካ ሂወትካ ክባክን እንተ ሪኢካያ ሪስቶር ምኳን የድሊ እግዚኣብሔር ከኣ የሕድስ እዩ ክገርመኩም ኣተንፍስ ኢካ ተብል ኣብኡ መጺካ ጸሎት ምስትንፋስ ይኾነልካ ክትጽሊ ምጀመርካሲ ይሕጎስ ኣሎ ልበይ ኩሉ ግዜ ብኣኻ ይሕጎስ ኣሎ ልበይ ኩሉ ግዜ ብኣኻ ንዓይ ሰናይ ምግባር ኮይኑ ኣሎ ልማድካ ኮይኑ ኣሎ ልማድካ ንዓይ ጽቡቕ ምግባር ኣመል እዩ ኮይኑካ ኣመል እዩ ኮይኑካ ምስ ትደክም ዘበርትዓካ ንሱ እዩ ጥራይ እግዚኣብሔር ትደሊ ሰብ ክትከውን እዩ ዘለካ ስንንዑ ንቁጥቁጥን ስቡርን ልቢ ስለ ዘይድኣብ ጥራይ ንኣምላኽ ዝደሊ ልቢ ክህልወካ ኣለዎ ስሩዕ ዝኾነ ምስ እግዚኣብሔር ጉዕዞ ክህልወካ ኣለዎ ንኣምላኽ ከም ተኽብሮ እግዚኣብሔር በዚ ነገር እዚ ክርእየካ ጥራይ እዩ ዘለዎ ድሕሪኡ ምስ ትደክም ሪስቶር ዝገብረካ ንሱ ምስ ጽውዑ እኔኹልካ ዝብለካ ንሱ ጸላኢኻ ምስ ዝለዓለካ ኣብ ልዕሊኡ ዝለዓል ንሱ ይሰምዓካ ቁጥቁጥ ስቡር ልቢ ስለ ዘይንዕቕ እዩ በዚ ክውድኣልኩም ዝጽልይ እኮ ሓደ ፈሪሳዊ ብዙሕ ጸሎት ዝኽእልን ብዙሕ ጽድቂ ዝጽብጽብን ሰብኣይ እኮ ነይሩ እዩ ሓቂ እዩ ካብቲ ሓጥእ ዝብሎ ተጋዊ ሰብኣይ ንሱ ይሓይሽ እዩ ግን ኣምላኽ ጸሎት ዘይርኢ ኣምላኽ ታይ ይርኢ ልቢ ይርኢ ሰብ ኣብ ቅድሚ ዓይኑ ዘሎ እዩ ዝርኢ ኢልዎ፣ ኣምላኽ ግን ልቢ እዩ ዝርኢ፣ ነቲ ሕጡን ቁጥቁጥን ስውርን ልቢ እዩ ዘይነዕቆ። ከምኡ እንተ ደኣ ርእዩ ከምዚ ናይ እዮብ ሓጺርካዮ እንዲኻ ዋላ ሰይጣን እዩ ዝፈልጥ ብሓጺሩ እንድዩሱ ደኣ ክነግረኩም ንዝረኸበና ኩሉ እኮ ሓጹር ስለ ዝለዓልኩ እዩ እሱ እዩ እሰያ እዚ እዩ ገለ ዘብል እኮ ይብልናን ናብ ቦታና ንመለስ ሓጹርና ከኣ ጽኑዕ እዩ ካብ ቦታና እንተወጺእና መን እዩ ሓጹርና ነቒልዎ ከይዱ ብልሽው? ስፍራና ኣይንሕደግ። ሪስቶር የድልየኒ ንበል። መዝሙር በሎ ኢኻ። ጥዑም እኮ እዩ። ኣሕዋት ብሓደ ክነብሩ ክንደይ ሰናይ ክንደይ ጥዑም እዩ ዝበለኮ መጀመርያ ኣብ ገዛኻ እዩ። ገዝኡ ረሲዑ ምስ ኣሕዋት ክውዕል ዝደሊ ሰብ ኣሎ። ግዜ ሰብ ከባኽን ዝደሊ ሰብ ብኡ ኢኻ ተለልዮ። መጀመርያ ኣብ ቤትካ መጀመርያ ሂወትካ ዳሕራይ መኣድኻ ዝሰርዓልካ እግዚኣብሄር ባዕሉ እዩ ዳሕራይ ግዜ ዝበካ እግዚኣብሄር ባዕሉ እዩ ግዜ የድልየና እዩ ምስ እግዚኣብሄር ንኣምላኽ ከተሐጉስዎ እንተ ኢልኩም ንኣምላኽ ዘሐጉሶ እናመርመርኩም እንዲ ኢልና መጀመርያ ግዜ ንእግዚኣብሄር ኣብ ገዛኻ ምሃብ እዩ ናህና ከኣ ምስ እግዚኣብሔር ኩሉ ነገር ይከኣል እዩ። ጊዜ ምስ ኣምላኽ ጊዜ ምስ ኣምላኽ የድልየና እዩ። ገሊኡ ሰብ እኮ ጊዜኡ ኣባኺኑ ከይኣኽሎ ነቲ ዘባኸኖ ጊዜ ክትክእ ገዝኡ ክንዲ ዝኣቱ ካልእ መባኸኒ ይሓስብ ኣበይ ከ ተባኸንኩ ኮን ገዝኡ እንተኣትዩሲ እንታይ ክገብር እየ ዝብል ሰብ ኣሎ ትጽሊ ገዛይ ተኣትየ ክገብር እንታይ ክገብር እየ ይብል ኣውድዮ ትሰምዕ ተጓየ እምበር ትጠፍእ ኣላ ዝብል ግዜ ልቢ ዘለዎ ሰብ እንታይ ደልዩ ከምኡ ይብል ኣሎ እግዚኣብሔር ገና ከይመፀ ከሎ ይርዮ ግዜ ምስኡ ክትሕልፍ ከም ዝደለኻ ኣቐዲሙ ይርእየካ ቀዲምካ ይመፅእ ቀዲመካ ይርከበልካ ሽዑ ክጽልም ስበልካስ ደስ ኢልካ ዕርፍ ኢልካ ናብ እግዚኣብሔር ትቀርብ እሞ ዋይ ተመስገን ጎይታ ትብሎ ንኣምላክ ዝኮን ግዜ ይሃልወና ሪስቶሬሽን ኣብ ሂወት ግዜ ምሃብ ግዜ ምሃብ እዩ ግዜ ሃቡ ወላ ሓንቲ ካልእ ነገር የለን ናይ ብርቱዕን ሰነፍን ጉዕዞ ኣይኮነን ግዜ ዝህብ ሰብ ብፁእ ሰብ እዩ ንኣምላኽ ዘፍቅር ሰብ እዩ ንኣምላኽ ዝደሊ ሰብ እዩ እንታይ ደኣ እሞ ካልእ ኣሎ እንታይ ኣሎ ደኣ እሞ ግዜ ክተሕልፍ ካልእ ግዜ ንኣምላኽ ንክትብ ኢልካ ጥራይ ኢኻ ኮፍ ትብል ብዘይ ግዜ ግን ሪስቶሬሽን የለን ብዘይ ግዜ ግን መንፈስ የለን ብዘይ ግዜ ከዓ ሕብረት ምስ ኣምላኽ የለን ብዘይ ግዜ ከዓ ህልውና ናይ እግዚኣብሔር ኣይዓዝዝን እዩ፣ ግዝኣት ከኣ ኣይዓብን እዩ። ሰይጣን ዝጭነቕ ጊዜ ብዝህቡ ሰባት እዩ። ኣብ ሕይወቶም ጥራይ ኣይኮነን ኣብ ከባቢኦም ይጭነቕ፣ ኣብቲ ሶም ዝሰፍርሉ ከባቢ ይጭነቕ። ይለቁ ይልቀቑ ኣሜን። እዚ ክንገብር ኣምላኽ ይደልየና። ሸው እግዚኣብሔር ክሰምዓና ስለዚ ምስ እግዚኣብሔር ዘሎ ሕብረትና ንርኣይ እሞ ግዜ ንሃቦ ንኣምላኽ እግዚኣብሔር ክሕጎስ እዩ ኣምላኽ እንተ ተሓጒሱ ሓጎስ እግዚኣብሔር ሓይሊ ኮይኑ ኢልና ሓይሊ ኢኻ ትረክብ ስኻ እግዚኣብሔር ብኣኻ ክሕጎስ ጅምር እሞ ሓይሊ ከዓ ክበካ ይጅምር እግዚኣብሔር ብዘሐጎስካዮ መጠን ሓይሊ ክትረክብ ትጅምር በዚ ኩሉ እግዚኣብሔር ይኽበር ኣምላኽ ከኣ ንኹላህና በዚ ይዘክረና። ግዜ ክንህብ ኢና ቆራጻት ንኹን ኣብዚ ጉዳይ እዚ። ሕብረት ብኡ እዩ ዝዓቢ ሪስቶረሽን በዚ እዩ ዝዓቢ። ብጣዕሚ ኢኻ ሪስቶር ትኸውን ደስ ክብለካ ይጅምርስ ግዝኣትካ ከኣ ይዓቢ ሰላምካ ከኣ ይዓቢ ዕረፍትኻ ከኣ ይዓቢ ንኣምላኽ በዚ ክትፈልጦ ትጅምር። ንዓና ኣብዚ ምንባር ጽቡቅ እዩ ትብል ግዜ ምሃብ ንኣምላኽ ንዓና ጽቡቅ እዩ ምስ እግዚኣብሔር ግዜ ክንወስድ ኣለና ትብል ሽዑ ትፈልጡ ዲኹም ዓቅሚ እንተ ሲኢንካ ሰይጣን ተሓይልካ ምውጻእ እንተ ደኣ ሲኢንካ እግዚኣብሔር ሰላማት ኢልካ ይኸይድ ተወዲኣ ምክንያቱ ንኣምላኽ ኢኻ ደሊኻ ብብዙሕ ጸሎት ዘይኮነ ከምቲ ዝደልዮ ልብኻ እግዚኣብሔር ከም ዝረድኣካ የርእየካ ሓንቲ ሰላምታ ካብቲ ዝነበርካዮ ሂወት ኣውጺኣ ኣብ ላዕሊ ትስቕለካ ኤልሳቤጥ ከምኡ እንድያ ኮይና ልክዕ ድምጺ ሰላምታኺ ምስ ሰማዕኩሲ ነቢ እኮ ተቐይረ ኢላታ ኣደ ጎይታይ ናባይ ክትመጽስ ካብኡ ኮይኑ ኢላታ ሁቶል ድዩ መን ነጊርኪ ኣነ ኣዲኡ ምዃኒ ኣብ ከብደይ ጎይታ ኣብ ከብደይ ከም ዘሎስ ብምንታይ ፈሊጥኪ ትሕቶ እቲ መንፈስ እዩ ኣነ ጥራይ ኣይኮንኩን እቲ ቆልዓ እውን ተሳራሲዩ ኩሉ ነገርካ ምስርሳር ይኸውን እቲ ምሳኹም ዘሎ ታዕታዕ ክትግድፎ ትደሊ ዶ በልዎ እም ብመንፈስ ተሰራሰር በልዎ ብወይኒ ትስከሩ ዝበለና ነዚ እዩ መጽሓፍ ቅዱስ ብመንፈስ ክንሰክር ኢልና እዩ ብቆይኩ እኮ ትሰክር ኢኻ ብንግርምና ከኣ ትሰክር እኮ ኢኻ ብባእሲ እኮ ትሰክር ኢኻ ብዝተፈላለየ መንገዲ እኮ ትሰክር ኢኻ ብቅንእውን እኮ ትሰክር ኢኻ ብመንፈስ ኢልና ጎይታ ግን እዚ ግን ሕብረት ንኣምላኽ እንዳሃብና የምስከና እዩ ስለዚ እግዚኣብሔር ምስ ኩላትና ይኹን በዚ ከኣ ጸጋ የብዝሓልና ንወስን ግን